ሰላም ኤፍሬም ኣፍረ ኣብ ዝሓለፈ ቪድዮታትና ከም ዝተኸታተልኩሞ ምናልባት ዘይረኣኹሞ እንተኾይንኩም ከኣ ንሓበሬታ ዝኣክል ኣብ ዱባይ ምስ ጋቢ ካፒታል ፕሮፐርቲስ ከም ናይ ሪል ስቴት ኣማኻሪ ኮይነ እየ ዝሰርሕ ዘለኹ ኣብ መዓልታዊ ንጥፈታትና ከውፍሩ ምስ ዝመጹ ሰባትን ከውፍሩ ዓቕሚ ዘለዎም ኮይኑ ግን ከኣ ንጹር ስእሊ ዘይሓዙ ሰባትን ኢና ርክባት ንገብር ካብዞም ዝመጹና ዓማዊል ከባቢ ስሳ ሚኢታዊት ዕውት ወፍሪ ገይሮም ሊቸንስኦም ሒዞም ዝኸዱ ክኾኑ ከለዉ ከባቢ ዒስራ ሚኢታዊት ዘለዎም ፕላን ኣጻፊፎም ንኽምለሱ ቆጸራ ዝሓዙ'ዮም። እቶም ዒስራ ሚኢታዊት ከኣ እኹል ሓበሬታ ዘድልዮም ሓበሬታ ምስ ሃብናዮም ምስቲ ሒዞሞ ዝጸንሑ ካልእ ሓበሬታ ኣነጻጺሮም ኣይ ኣነስ ኣብዚ ተወፈርኩ ይሕሸኒ ኢሎም ናብ ካልእ ወፍሪ ዝኸዱ'ዮም። እቲ ውሳነ ዝኾነ ይኹን ብሓጎስ ኢና ንቕበሎ። ምኽንያቱ ኣብ መወዳእታ እቲ ርሂጾም ዘምጽዎ ድፋጭኦም ሰትዮም ዘምጽዎ ገንዘቦም ኣብ ጽቡቕ መዓልኡ ውዒሉ ህይወቶም ክቕይረሎም እዩ ድሌትና። እዚ ሕጂ ዘዳልዎ ዘለኹ መደብ ከዳሉ ዝገበረኒ ምስ መብዛሕትኦም ዓማዊል ናትና ክንራኸብ ከለና ኣብ ቀዳማይ ርክብና ዝሓትዎም ሕቶታት ኣለዉ። መብዛሕትኦም እቶም ሕቶታት ስለምንታይ እዩ ዝብል ስለምንታይ እየ ኣብ ሪል ስቴት ከወፍር ዘለኒ ስለምንታይ እየ ኣብ ዱባይ ከወፍር ዘለኒ ስለምንታይ እየ ሬዲ ገዲፈ ኦፍ ፕላን ዝመርጽ ወይ ከኣ ኦፍ ፕላን ገዲፈ ሬዲ ዝመርጽ? ስለምንታይ ናይ ሓጺር ጊዘ ወፍሪ ዝገብር ናይ ነዊሕ ጊዘ ዘርብሓኒ ከሎ ወይ ናይ ነዊሕ ጊዘ ናይ ሓጺር ጊዘ ገዲፈ ናይ ነዊሕ ወፍሪ ዝገብር? ዝብሉን ብዙሓት ካልኦት ሕቶታትን እዮም። መብዛሕትኦም ናይቶም ሕቶታት መልሲ ምርጫ እዩ። ምክንያቱ ኣብ ወፍሪ ቅኑዕን ጌጋን ዝበሃል የለን። ስለምንታይ ናብ ሪልስቴት ከውፍር ንዝበለ ሰብ ሪልስቴት ሓደ ካብቶም ብዙሓት ምርጫታት እዩ። ግድን ኣይኮንካን ኣብ ሪልስቴት ከተውፍር ዘለካ። ከም ኣማራጺ ሪልስቴት ኣለካ፣ ስቶክ ኣሎ፣ ክሪፕቶ ኣሎ ወይ ከኣ ቢዝነሳት ምውፋር ከኣ ኣሎ። ምርጫ እዩ። ደሓን ሪልስቴት ሕሸኒ ኢልካ እንተመሪጽካ ከኣ ስለምንታይ ኣብ ዱባይ የውፍር ንዝብል ሕቶ ግድን ኣይኮንካን ኣብ ዱባይ ከተውፍር ዘለካ። ምክንያቱ ሪል ስቴት ኣብ ኩሉ ዓለም እዩ ዘሎ ኣብ ዩሩፕ ከተውፍር ትኽእል ኣብ ኣሜሪካ ከተውፍር ትኽእል ኣብ ኣፍሪቃ ከተውፍር ትኽእል ወይ እውን ኣብ ዱባይ ከተውፍር ትኽእል ምርጫ እዩ እዚ ከዓ ሓደ ካብቶም ምርጫታት እዩ እዚ ኣብ ዱባይ ወፍሪ ክትገብር ዝብል ምርጫ ሓደ ካብቶም ምርጫታት ወይ ከዓ ኣብ ኣፍሪቃ ወፍሪ ክትገብር ዝብል ምርጫ ሓደ ካብቶም ምርጫታት እዩ ካልእ ኦኬ ሕራይ ኣብ ሪል ስቴት ኣብ ዱባይ ከውፍር ኢሉ ግን ከኣኒ ኦፍ ፕላን ዶ ሕሸኒ ወይስ ሶሪ ኦፍ ፕላን ዶ ሕሸኒ ወይስ ሬዲ ንዝብል ሰብ ከኣ እዚ እውን ምርጫ እዩ ኦፍ ፕላን ክኸውን ይኽእል ሬዲ ክኸውን ይኽእል ምሳኻ ዝኸይድ ምርጫ ኣየናይ እዩ ኣበየናይ ከባቢ ናይ ሓፂር ግዜ ወፍሪ ዶ ሕሸኒ ወይስ ናይ ነዊሕ ግዜ ወፍሪ ሕሸኒ እዚኦም ኩሎም ምርጫ ከምዚ ንብሎም ዘለና ምርጫ እንተኾይኑ ኩሉ ምርጫ ንኽትመርፅ ሓደ ቀንዲ ዘድልየካ ወሳኒ ነገር ኣሎ ንሱ ከኣ ሓበሬታ እዩ ሓደ ሰብ ሓበሬታ እንተ ዘይብሉ ክመርጽ ኣይክእል ክነጽግ ኣይክእል ስለዚ ኩሉ ነገር ኣብ ምርጫ ዝውሰን እንተ ኮይኑ እቲ ምርጫ ንብሎ ዘለና ምሳኻ ዝኸይድ ምርጫ እዩ ንብል ኣለና ንስኻ እንታይ ኢኻ ትደሊ ዘለኻ ሒዝካዮ ዘለኻ መጠን ባጀት ክንደይ እዩ እቲ ዘለካ ባጀት ኣብ ምንታይ እንተውፊርካዮ ኢኻ ዝበለጸ ዝበለጸ ሪተርን ከምጻልካ ዝኽእል ኣብ ክንደይ ዝኣክል ኢኻ እቲ ትጽበዮ ዘለኻ ሪተርን ትጽበ ዘለኻ ወይ ከዓ እቲ መኽሰብ ዝበሃል ዘሎ ኣብ ክንደይ ግዜ ክትረኽቦ ኢኻ ትሓስብ ዘለኻ ናይ ሪስክ ሸውሃትካ ከመይ እዩ ሪስክ ቴከር ዲኻ ወይስ ብዙሕ ሪስክ ዘይብል ውሕድ ሪስክ ዘለዎ ውሕድ ውሕድ ዝበለ ከዓ እቶት ኢኻ ትመርፅ ወይ ከዓኒ ብዙሕ ሪስክ ዘለዎ ግን ከኣ እቶቱ ዓቢ ኢኻ ትመርጽ። እዚ ምስ ናትካ ካራክተር ምስ ናትካ ድሌታት እዩ ዝምርኮስ። ከም ዝበልኩ ግን እዚ ምርጫ እዚ ውሳነ እዚ ንኽትውስን እኹል ሓበሬታ ክህልወካ ኣለዎ። ስለዚ እዚ መደብ ከዳልዎ ሓሲበ ዘለኹ ወይ ከኣ እዚ መደብ ከዳልዎ ጀሚረዮ ዘለኹ ነዚ ሃጓፍ እዚ ንምሽፋን እዩ። መብዛሕትኡ ሰብ ኣብ ዱባይ ብሓፈሽኡ ዱባይ ሪል ስቴት ዘለዎ ፍልጠት ውሱን እዩ። ኣነ ከም ኮንሳልታንት ከኣኒ ኣብ ኣብዚ ማርኬት እዚ ኣብዚ ናይ ዱባይ ማርኬት እኹል ፍልጠት ስለ ዘለኒ ፍልጠተይ ክህበኩም እሞ ወይ ፍልጠተይ ከካፍለኩም ምስቲ ሒዝኩሞ ዝጸናሕኩም ሓበሬታ እዚ ኣነ ሂበኩም ዘለኹ ሓበሬታ ክልቲኡ ኣወዳዲርኩም ኦኬ ንዓይ እዚ እዩ ዘዋጽኣኒ ምሳይ ዝኸይድ እዚ እዩ ክልቲኡ ውሳነ ቅቡል እዩ ብደስታ ኢና ከኣ ንቕበሎ ከም ዝበልኩም ምክንያቱ ኣነ ከም ሰብ ክርእዮ ከለኹ ኩሉ'ቲ ዝዕዘበኒ ዘሎ ብዓቢኡ ከኣ ህዝበይ ኣብ ዝኣተዎ ኮይኑ ዕዉት ክኸውን እዩ ድሌተይ። ስለዚ ግድን ኣይኮንካን ኣብዚ ክትመጽእ ዘለካ። ግን ሓንቲ ፌቨር ኣነ ክገብረልኩም ዝደሊ ብሰንኪ ሕጽረት ሓበሬታ ምክንያቱ ብዙሕ ሰብ ኣውፍር ኣውፍር ኣውፍር እብሃል እሞ ግን እኹል ሓበሬታ ኣይህልዎን። ሰለዚ እቲ ኣውፈር ኣውፍርጣሕ ወይ ከኣ ኣውፊረ ዝብል ሓበሬታ ምስ ተደጋገሞ ወይ ከኣ እታ ወፍሪ ትብል ቃል ትረንድ ኮይና ናብ እዝኑ ብብዝሒ ክትመጽእ ምስ ጀመረት እኹል ሓበሬታ ከይቀሰመ ሰባት ብዝነገርዎ ጥራሕ ወይ ከኣ ንእሽተይ ጫፍ ብዘንከስዎ ጥራሕ ከይዱ ወፍሪ ይገብር እሞ ብዙሕ ግዜ ከኣ ክሳራታት የጋጥም ማለት እዩ። ስለዚ እዚ መደብ ሓሲበዮ ዘለኹ ኣነ ካብዛ ቪድዮ እዚኣ ጀሚርና ብተኸታተልቲ እንተኽኢለ መዓልታዊ እንተዘይኮይኑ ከዓኒ ኣብ ሳልስቲ ብዛዕባ ሪል ስቴት ብዛዕባ ዱባይ ሪል ስቴት ብሓፈሽኡ እንታይ ከም ዝመስል ክትፈልጥዎ ኣለኩም ወይ ከዓ ክትፈልጥዎ የድልየኩም እዩ ዝበልክዎ ሓበሬታ ኩሉ ብደቂቑ ከመሓላልፈልኩም እዩ። ብድሕሪኡ እቲ ካባይ ዝወሰድኩሞ ሓበሬታ ወሲድኩም ኣብ ባይታ ትጥቀምሉ ማለት እዩ። Knowledge is power ዝብል ኣበሃህላ መብዛሕቲና ንሰምዕ ንኸውን ኢና። Knowledge Potential Power እዩ ወይ ከኣ ጉልበት ክህበካ ዝኽእል ዓቕሚ ኣለዎ ግን ከኣ ኣብ መዓላ እንተተጠቂምካሉ ጥራሕ እዩ ስለዚ ኣነ ሓበሬታ ክህበኩም እየ ካልኦት ከምኡ በብፍልጠቱ ሓበሬታ እንተ ክህብ እንተኽኢሉ እኹል ሓበሬታ ሒዝኩም እቲ ሓበሬታ ናብ መዓላ ምስ ኣውዓልኩሞ ሽዑ እቲ Knowledge is Power ዝበሃል ክውን ጌርኩም ኣለኹም ማለት እዩ። ስለዚ ቆጸራ ክንሕዝ ኢና፣ ካብ ሕጂ ንልዕሊ ሰላሳ ዝኸውን ቪድዮታት እኹል ፍልጠት ከቕስመኩም ዝኽእል ሓበሬታታት ሒዘልኩም ክመጽእ'የ። እዚ ሓበሬታ እዚ ንኽልተ ዓይነት ሰባት እዩ ክኸውን፣ እቶም ሓደ ከውፍሩ ተዳልዮም ዘለዉ ሰባት ክንቃዕ ሓበሬታ ዝደልዩ ዘለዉ እዮም፣ እቶም ሓደ ከኣ ንመጻኢ ከውፍሩ ዝደልዩ እቲ ፍልጠት ኣኪቦሞ ክጸንሑ ወይ ከኣ ፍልጠት ሒዞም ክጸንሑ ንዝደልዩ ሰባት ንክልቲኦም እዩ ዝኸውን። ካብዚኦም ክልተ ሓዲኦም እንተኾይንካ ሳብስክራይብ ብምግባር ዝቕጽል ቪድዮታት ክትከታተሎ ይዕድመኩም። ኣብ ዝቕጽል ቪድዮ የራኽበና።